ሰላም ሰላም ክቡራት ተኸታተልተይ ሎመዓንቲ ለሃም ሰለሙድ ንፍቕራዊ ህይወት ክንክጠቅም እዩ ለለ ሓሰብክዎ ሓሳብ ሒዘልክን መፅአ እኒኹ እዚ ቪድዮ እዚ እስካዕ መጨረሻ ብምክትታል ካብዚ ቪድዮ ተረብሕቲ ክትኾና ይጋብዘክን ኣለኹ ልቻናለይ ሓደሽቲ እንድሕር ኮይንክንለ ቻናለይ ሰብስክራይብ ላገበርክን ቤተሰብ ክትኾና ይጋብዘክን ኣለኹ ሎመዓንቲ ሒዘልክን ለመፅኣኹ ሓሳብ ንዝተፍቅርዮ ወዲ ወይ ድማ ፍቕሪ ክሕዘክተሎ ፍቕርኺ ከመይ ጌርካ ክትገልፅ እዩ ንዝተፍቅርዮ ወዲስ እቲ ናይ ውሽጥኺ ስምዒት እታ ውሽጥኺ ለሎ ፍቕሪ ከመይ ዓይነት ኣገላልፃ ተጠቒምኺ ኢኺ ፍቕሪ ክተረድዮ ትኽእሊ ብዙሕ ሰብ ዝጠየቐና ሓደ ጥያቄ እዚ እዩ ንወዲ ፍቕሪ የፍቅረካ እዩ ይበሃል ዶ ከመይ ጌርካ ከይበሃል እዚ ብዙሕ ሰብ ዝጠየቐኒ እዩ እና ሎማዓንቲ ኣብዚ መሰረታዊ ሕቶ ገይረ እየ ክሰርሕ ዝሓሰብኩ ያው ከዚ 21 ሴንቸሪ ኮይኑ እናሃለየ 21 ክፍለ ዘመን ኮይኑ እናሃለየ ነገር ግን ካብ ኣተዓባበያና ያው ኣጓላት ብዙሕ ግዜ ቁጥብ ኢለን ክዓብያ ስለ ዝግበር ብዙሕ ግዜ ብፍላይ ብፍላይ ድማ ከም ሓበሻ ከም ተጋሩ ባህልና ባዕሉ ዝገደበና ነገር ኣሎ ነፃነትና ዝሓዞ ነገር ኣሎና ግን እቲ ሪያሊቲ እታ ባይታ ለሎ ሓቂ ግን ከመ እዩ ይግለፅ ዶ ኣይግለፅን ዝብል ሕቶታት ኣሎ እቲ ናይ መጀመርያ ክነግረክ ልደሊ እወ ይግለፅ እዩ ሓንቲ ጓል ፍቅራ ክትገልፅ ተደልያ ናይ ምግላፅ መብት ኣለዋ ክትገልጽ ተላ እውን ያን ያህል ለኽፍእ ነገር ኣይኮነን ሓደ ወዲ የፍቅረካ እየ ስለ ዝበልክዮ ዝቕንሰልኺ ወይ ድማ ዘሕምቐልኪ ነገር ኣይኮነ ስለዚ ይበሃል እዩ ብፍላይ ብፍላይ ድማ ኸዚ ማለት እዩ ኸዛብዚ ዘመን እዚ ይግለጽ እዩ ፍቕሪ ናይ ማን ድሕር ሒዙኪ ናይ ምግላጽ መብት ኣለኪ ነገር ግን እቲ ኣገላልጻ ከመይ ክኸውን ዝኽእል ከመይ ጌርኪ ተገልጽዮ ኣለኪ ጓል እንዲኺ ወዲ ብናይ ባዕሉ መንገዲ ፍቅሩ ዝገልጽ ወዱ ናይ ባዕሉ ኣገላልጻ ኣሎ ናይ ባዕሉ ካራክተር ኣሎ ናይ ባዕሉ ኣካየዳ ኣሎ ንስኺ ድማ ጓል ኢኺ ጓል ከም ምዃንኪ መጠን ድማ ክትናገርዮ ዝግበእኪ ወይ ድማ ክትገልጽዮ ዝግበእክን ኣገላልጻ ኣሎ ስለዚ እዚ እየ ክነግረኪ ዝደሊ እቲ ናይ መጀመርያ ከመይ ጌርኪ ክትገልጽዮ ኣለኪ ዝብል ነገር እቲ ቀዳማይ ነገር እንታይ እዩ? ስምዒትኺ ንኽሪኦ ብምግባር ንዕኡ ደለኪ ስምዒት ወይ ድማ ንዕኡ ለለኪ ፍቕሪ ግዴታ ብቃላት ኣይኾነ እቲ ናይ መጀመርያ ና ስምዒት ወይ ደሞ ኢሞሽናል ሪያክሽን የድልየኪ እዩ እቲ ስምዒትኺ እቲ ንዕኡ ዝስምዐኪ ነገራት ብልተፈላለዩ መንገዲ ንኽሪኦ ዊዛውት ቃላት ብለይ ቃላት ብለይ ምንግጋር ክርድኦ ምግባር ትኽእል ኢኺ ጓል ስለ ዝኾንክ በዛ ላይ እዚ ክትገብሪ ተለኺ ቶሎ ኣትራክት ናይ ምግባር ኣፖርቹኒቲ እኒኦ ስለዚ ብልክኣልክዮ መጠን ስምዒትክ ምንፅብራቕ ስምዒተይ ከመይ ገይረ ከንፀባርቕ ኣለኒ ማለት ደድሕሪ ዝተኸታቲሉ ዝመፅእ ነገራት ክሳብ መወዳእታ ምስማዕ ከድልየክ እዩ ማለት እዩ እቲ ናይ መጀመርያ ስምዒት ክምግላፅ እዩ ወይ ድማ ስምዒት ክንክረእዩ ምግባር እዩ እቲ መበል ካልኣይ ድማ እዚ ከቢድ እንድሕር ዝኾነ ክኾይኑ እንታይ እዩ ብቃላት ምዝራብ ምግላፅ ትኽእል ኢኺ ጀስት ፍሪ ኮይንኺ ኣነ ፍቕሪ ሒዙኒ እዩ ምሳኻ ምሳኻ ክነብር ይደሊ እየ ልቁም ነገር ይደልየካ እየ ማለት ኢትስ ናት ዊርድ ዊርድ ኣይኮነ እዩ ወይ ድማ ሕማቕ ልኽፍ ነገር ኣይኮነ እዩ ተረዲኽኒ እዚ ይግበር እዩ እዚ ስለ ዝበልክለለ ሓደ ለፍቀርክዮ ወዲ ክንዕቐኪ ወይ ክርሕቐኪ ልበሃል ነገር የለይ ኣካይዳህ ግን ከመይ ዓይነት ሰብ እዩ ከመይ ክኾነ ኣሎ ኣለኒ ግን ክትፈልጢ ክትኸለኒ እየኪ የፍቅረካ እየ ኢልክዮ እስኺ ካልእቲ ዓይነት ጓል ንሱ ካልእ ዓይነት ወዲ እንድሕር ኮይኑ እዚ ክኸውን ኣይኽእልን የፍቅረካ እየ ኢልክዮ እንድሕር በሊሕ ወዲ ወይ ድማ መስተውዐሊ ጀስት ሂማኒትዮ ዓብዪ ዝኾነ ሰብ ተኾይኑ የቐንየለይ ነገር ግን ምሳኽ ክኾነ ይኽእል እዩ ክብለኪ ይኽእል እዩ እንድሕር ፍቕሪ ልክሕዞ ለግብሩ ነገራት ላገብርክ የፍቅረካ እየ እንድሕር ኢልክዮ ግን ምስቲ ቃላት ክልኸድ ነገር ኣብኡ ስምዒት ናይ ምፍጣር ዓቕሚ እንድሕር ሃሊክ ግን የፍቅረካ እየ ክትብልዮ ተለኺ ደስ ላበሎ ኢንቫይት ይገብረክ ናብ ህይወቱ ማለት እዩ ስለዚ ብልኸኣልኸዮ መጠን ብቃላት ብምዝራብ ከፈ ቢልኺ ብምንግጋር ፍቕርኺ ንኽሪኦ ምግባር ትኽእል ኢኺ ኣብዚ ክትሽወዳ ዘይብልክን ነገር እንታይ እዩ የጥዕመልክን እዩ ኣዚ ልትረደኒ ነገር ፍቕሪ ክትገልጻ ተለኽን ኣፍቂረካ እየ ክትብላ ተለኽንሲ የጸብቐልክን እዩ ኣነ ኣፕሪሼት ይገብር እየ ሓንቲ ጓል ፍቕሪ ፍቕራ ክትገልጽ ተላሲ በቃ የድንቓ እየ ሓንቲ ጓል ኮንፊደንስ እኒዋ ኣትሊስት ካብ ብዙሕ ዓይነት ጫና ካብ ሶሳይቲ ፅዕንቶ ካብ ማሕበረሰብ ፅዕንቶ ነፃ እያ ማለት እዩ ቦልድ እያ ማለት እዩ በቃ ስለዚ ብልኻልክዮ መጠን ፍቕርኽ ናይ ምግላጽ ዓቕምኺ ክተዳብር ክትኸእል እኒሄኪ ማለት እዩ እቲ መበል ሳልሳይ ክነግረኪ ልደሊ ለለታ እዩ መጻእኺ መጻኢኺ ምሳኺ ተዝኸውን ትምኒትኺ ንኽሪኦ ምግባር ትምኒትኺ ምግላጽ ጀስት እዚ የፍቅረካ እየ ኣይበልክዮይ ወይ ድማ ፍቕሪ ሃምለለኪ ኣይነገርክዮይ ግን ምሳኻ ትኾን ጓል እቲ ዓይነት ዕድለኛ እዚ ዓይነት ሳይድ ዘለዎ ንግግራት ክትናገር ተለኺ እዛ ቆልዓት እያ ትነግረን ዘላ የፍቅረካ ድያ ትብለኒ ኣላ ላበለ ሞር ልክሓስበኪ ክትገብርዮ ትኽእል ኢኺ ብልሓሰበኪ ቁፅሪ ልኣኽል ሜዲቴት ላገበረ ብልኸደ ቁፅሪ ልኣኽል ኣሰላሰለ ብልኸደ ቁፅሪ እንታይ ይኾን ኣሎ ኣብ ውሽጡ ለይተረድኦ ስሜት ስምዒት ትፈጥርሉ ኢኺ ሲስተም እዩ ኤቭሪቲንግ ሰዓራይ ምዃን እዩ ተዋና ታርጌት ተረዲኽኒ ስለዚ መፃኢኺ ምስ ልትፈላለየ ነገር ብልተፈላለየ ነገር ንዓኻ ትረክብ ጓል ምባል ብልተፈላለየ መጠን ጀስት እዚ ኸዚ ነጊረኪ ዘለኹ ሓሳብ ከም ኣብነት እዩ እምበይ ግዴታ ይኾነ እዚኣ ነገር ንዑ ድሌት ከም ዘለኪ ንዑ ፍቕሪ ከም ዘለኪ ብልኸኣልክዮ መጠን ብልኾነ ወይ ብልኾነ መንገዲ ምግላፅ ኣግባብ እዩ ግዴታ የፍቅረካ እዩ ኣነ ምሳኻ ፍቕሪ ሒዙኒ እዩ በቃ በይዛኻ ምሳይ ይኹን ዓይነት ወርድ ይኹን ክትጥቀም ዘለኪ ጀስት ፍለርት ትገብሪ ጀስት በቃ ቀለል ዝበለ ነገራት ትጥቀሚ እዚ ብምግባርኺ ከይተረድኡ ክፎትየኪ ይኽእል እዩ ከይተረድኡ እስኺ የፍቅርካ እዩ ቅድሚ ምባልኺ ንሱ ንክሓተኪ ክትገብሪ ትኽእል ኢኺ ስለዚ ከምዚ ዓይነት ንግግራት ምግባር ከምዚ ዓይነት ነገራት ልክርኢ ካባኺ ክልክርኢ ምግባር እዚ እንድሕር ትገብሪ ኮይንኺ እመንኒ ሓደ ወዲ ወይ ድማ ልደለኽዮ ወዲ ናባዕልኽና ምግባር ዓቕሚ ቢውልድ ትገብሪ ኢኺ ስለዚ መጻኢኺ ፊቸርኺ ወይ ድማ ናትኺ ተዝኸውን ዓይነት ከም ትምነዮ ትምኒት ከም ዘለኪ ንዕኡ ዓይነት ንግግራት ክትነግርዮ ተለኺ በቃ ዝፈትወኪ ተኾይኑ ብፍላይ ወይ ድማ ዝሰዓር ዓይነት ሰብ ተኾይኑ ንዓኺ ስምዒት ዝህልዎ ዓይነት ርትርእዮ እንዲኺ ዝረኸብክዮ እኳ ይትይቕን ግን ጀስት ክፎትየኒ ይኽእል እዩ ኢልክልል ተሓስብዮ ሰብ ትገብርዮ ነገር እየ ነግረኪ ኣለኹ ስለዚ እዚ እቲ መበል ሳልሳይ እዩ እቲ መበል ራብዓይ ለለ ክነግረክ ልደሊ እንታይ እዩ ምሃብ ምሃብ ክብለክ ተለኹ እንታይ መሲልኪ ቅርሺ ምሃብ ኣይኮነይ ወይ ደሞ ዝኾነ ውህብቶ ምሃብ ኣይኮነይ ጊዜ ምሃብ ምስኡ ጊዜ ምሕላፍ ሓደ ሰብ ላለመደክ ብልኸደ ቁፅሪ ሓደ ሰብ ምሳኽ ጊዜ ላሕለፈ ብልኸደ ቁፅሪ ኣንኮንሽስሊ ወይ ድማ ከይተረድኦ ንዓኽ እናፈተወ ንዓኽ እናደለየ ንዓኽ እናለመደ እዩ ዝኸይድ ስለዚህ በቃ ሎማዓንቲ ጌርክዮ ጽባሕ ጌርክዮ ድሕሪ ጽባሕ ጌርክዮ ዝተወሰነ መዓልቲ ብልገበርኺ ቁጽሪ ጀስት ንዓኺ ክደሊ ዝኽእል ግዜ ክትብዮ ተለኺ ብዙሕ ግዜ ምስኡ ክተሕልፍ ተለኺ ኣብ ዝኾነ ይኹን ግዜ ኣብ ዝኾነ ይኹን ስምዒት ክትኾኒ ተለኺ እሱ ንዕኡ ከምትደሊ

ለይተረድኦ እንደገና እቲ ሃምዚ ሃምዚ ሃምዚ ደቢሩኒ እኒዮ እሞ ወይ ደሞ ከፍዩኒ እኒዮ ላብዚ ቦታ ብሊ ውሰደኒ ሃምዚ ጌርካ ዝናንየኒ ኢልኺ ስለሊ ነገር ከዮ እዚ ሰብ እዚ ኣብቲ ቦታ ወሲድኺ ትኾኑዮ ነገር ይውስኖ እዩ ኣብቲ ቦታ ፅቡቕ ግዜ ምሕላፍ ወይ ደሞ ምቹ ባይታ ምፍጣር ኮምፎርት ዞን ምፍጣር ሃምዚ ክትገብሪ ተለኺ ለይተረድኦ ምንም ለየስተውዐለ ላፎትይክ ክኸድ ይኸእል እዩ ላለመደክ ክኸድ ይኸእል እዩ እዚ በላሕ ምዃን የድሊ እዩ ሃምዚ ንምግባር ስለዚ ብልኸኣልኸዮ መጠን ግዜ ላሃብኸ እዚ ሰብዚ ናብ ዓልኺ ክትገብርዮ ክትኸእልን እየኪ ብግዜ ላልመድኸዮ ብልካደ ቁፅሪ እስኺ ኢብን የፍቅረካ እየ ምባል ኣይፅበየኪ እስኺ ኢቭን እዚ ነገር እዞም ቅድሚ ከዚ ነገርኩ ሰለስተ ነጥብታት ምንጋር ኣይፅበየኪ ይለምደክ ኣሎ ከይፎተየ ናብ ፍቅሪ ይኣት ኣሎ ፍቅሪ ምስ ኣተየ ድማ ንእስኺ ከም ትደልዩ ዓይነት ሰብ ይኾነልክ ኣሎ ማለት እዩ እዚ ምልማድ ዝፈጥሮ ነገር ብግዜ ሂደት እዩ ስለዚ ግዜ ክትብዮ እኒአኪ ማለት እዩ እቲ መበል ሓምሻይ ለለ ሓደ ሚስጥር ክነግረኪ ንስኺ ጠይክዮ ለይኮነ ወይ ድማ እንድሕር ጠይክዮ ክነቕሐልኺ ስለ ልኽእል ከይጠየኪ ነገር ግን እቲ ዝፈትዎ ነገራት ምግባር እቲ እሱ ከም ዝፈትዎም ዓይነታት ምዃን እዚ እንድሕር ትገብሪ ኮንኺ በቃ ይረዳኺ ኣይረዳኺ ፎተኺ ኣይፎተኺ እዚ ሰብ እዚ ምክንያቱም ኩሉ ሰብ እኮ ፍቅሪ ሒዞ እዩ ባይዘወይ ፍቅሪ ሒዞ እዩ ግን ኣብ ልቡ ቀሪፁ ዘቐመጠ ዓይነት ካራክተር እያ ከዚ ንኣብነት ኣነ ዝፈትዋ ጓል ታታሪ ለባም በላሕ ከምዚ እያ ከምዚ እያ ልብል ዓይነት ወዲ ተኮይኑ በላሕ መሲልክ ልክትረኢ ለግብሩክ ነገራት ምግባር ጀስ ጠቅልል ኣቢልክ ማለት እዩ ወይ ደሞ ሓንቲ ጓል በቃ ብምንም ሁኔታ በቃ ኣከዳድና ብጣዕሚ በቃ ቆንጆ ክትኾን እኒዋ ዘናጭ ክትኾን እኒዋ ልብል ዓይነት ወዲ እንድሕር ኮይኑ ጠይክዮ ይኾነ እቲ ዓይነት ጓል ኢኻ ትፈቲ ገለገለ ምባል ኣይፅበየኪ ጀስት በቃ ከውግዕ ተሎ ብግዜ ሂደት ምናምን ላፈለጥኹ እየ ክትኸዲ እሱ እና እሱ ዲስኬሽን ትፈጥሩ ተለኹም ውይይት ክትፈጥሩ ተለኹም ሲ እናተመያየጥኹም ብልኸድኹም ቁፅሪ ምዚ ሰብ እዚ እቲ ዓይነት ድሌት ከም ዘለዎ ምፍላጥ ከቢድ ኣይኮነ ስለዚ እንታይ ዓይነት ጓል ከም ዝፈቲ እንታይ ዓይነት ነገር ከሐጉሶ ከም ዝኽእል ኣብ ምንታይ ብዙሕ ግዜ ከም ዘሕልፍ ንምንታይ ኤክሳይትመንት ከም ዘለዎ እዚታት ብምፍላጥ እንታይ ትኾኑ ትኽእል ኢኺ እዚ ሰብ እዚ ከም ዝደልዮ ዓይነት ጓል ብምዃን ብምዃን ኣብዚ ናይ ፍቕሪ ህይወትኺ ትኹረት ጌርኺ ምስራሕ ባይዘወይ ብዙሕ ግዜ ኣነ ዘስተውዕሎ ነገር ክነግረኪ ሰብ የፍቅር እሞ ዝኾነ እንትን ይኸውን ከምዚ ነቲ ስምዒት ብቻ እየ ዘዝ በቃ ክረኽቦ ርኸብዮ ርኸብዮ ተልክስ ክትረኽብዮ በቃ ትደሊ ከምኡ ግን ኣይኮነን ተረዲኽኒ ብልኸኣልኸዮ መጠን እሱ ከመይ ይደሊ እሱስ ሃመዩ ድሌቱ ሓደ ሰብ ናብ ባዕልክ ልምግባር እዩ ሰብ ናብ ባዕልካ ልምግባር እዚ ስትራቴጂ ምኽታል ከቢድ ነገር ኣይኮነ ካሊእ እኳ ይግበር እዩ ሓደ ሰብ እቲ ዝደለኽዩ ናይ ባዕልክ ክሳብ ትገብር ድረስ በላሕና ዋይዝ ምዃን ያን ያህል ከቢድ ነገር ኣይኮነን። ስለዚ ንሱ ዝፈትዎም ነገራት ብትኹረት ኣስተውዕል እዮም ኣብ ምንታይ ግዜ ይሕልፍ ወይ ደሞ እንታይ ክትኾኑ ተለኹም ብጣዕሚ ሕጉስ ይኾን እዚ ሰብዚ ክትፈልጢ ክትኸለኒ እየኪ እዚ ብዘይ ምፍላጠን ብዙሓት ኣጓላት ወዳው ዙርየን ብዙሕ እናሃለየ ነገር ግን ሰኣን እዚ ነገራት ምፍላጥ ዕድመኣን ሓሊፍዎን በቃ ሓዳር ክገብራሉ ኣብ ለይክእላ ሲዝን በፂሐን ላይፈን በቃ ብጣዕሚ ክራይሲስ ኣትይወን ዘሕልፋ ኣጓላት እኒኦ ስለዚ ዋይዝ ምዃን ልበዓልክ ይጠቅም እትና መጨረሻ ሓሳበይ ክነግረክ ልደሊ ለለታ እዩ ወዲ ሃም ወዲ ልፈትዮ ነገር ክነግረክ ክብሪ ይፈቱ እዩ በቃ እዚ ማንም ለይደራደረሉ ነገር እዩ ስለዚህ ክተኽብርዮ ናይ ግድን እዩ። ፍቕሪ ንኸስምዖ እንትድሕር ትደልይ ኮይንኺ ኣብ ማንም ክረኽቦ ዘይኽእል ዓይነት ክብሪ ክትብዮ ክትኽእል እኒኤኪ። እዚ ክብለኪ ተለኹ ጉንብሕ ጥልዕ ላበልኺ ዝኾነ ነገር እንትን ክትኾንዮ ይኾን እዩ ግን ጀስት ክቡር ከም ምዃኑ ብቃላት ይኹን ብምን ይኹን ኔጌቲቭ ነገሩ ንከይረአዮ ወይ ደግሞ እቲ ሕማቕ ነገሩ ማለት ሙሉእ ፍፁም ሰብ ስለ ዘየለ ማለት እዩ ዝኾነ ጎደሎ ክህልዎ ይኽእል እዩ ሰብ እዚ ግን ጎደሎ ንከይረኣዮ እናገበርኸኝ በቃ ደስ ደስ ከም ዝብል ክብሪ ከም ዘለዎ ንዕኡ ክትረኽብዮ ተለኽስ ክዳንኺ ፅቡቕ ክትኽደን ተለኽሲ ንዕኡ ኢልኺ ከም ምዃኑ ንክብሩ ኢልክስ ከምዚ ከም ዝተደኻደንኺ ተረዲኸኒ ዓብዪ ሌግጀሪ ዝኾነ ነገር ምግባር ኣይፅበየክን ብልኽኣልኽዮ መጠን እቲ ትገብርዮ ዘለኽና እቲ ትኾንዮ ለለኺ ልኡ ክብሪ ከም ዝኾነና ከም ተኽብርዮ ምግላጽ ካብኡ ለለ ክብሪ ምርኣይ ክብሪ ይፈቱ እዩ ማንም ወዲ ስለዚ ብልኸኣልክዮ መጠን ከም ዝግበሪ ሎመዓንቲ ልነገርኹ ሓሳብ ፍቕሪ ከመይ ጌርካ ይግለጽ ኢልክን ልሓተትክን ኣናጓላት እዩ ስለዚ እዚኣ እንድሕር ትገብሪ ኮይንኺ ሓደ ሰብ ብዙሕ ከይፀዓርኺ ብዙሕ ኢንቨስት ከይገበርኺ ብዙሕ ነገር ከይለፋዕኺ እዚ ወዲ እዚ ናብ ዓልኺ ናይ ምግባር ዓቕሚ እኒሄኪ ማለት እዩ ናይ ሎማዓንቲ ሓሳበይ እዚ እዩ እስካዕ መጨረሻ ስለልተኸታተልክላኒ ብጣዕሚ የቐንየለይ እዚ ቪድዮ እዚ እንድሕር ተመችዩ ኮይኑ ላይክ ምግባር ከይትርስዒ ላብ ኣሕዋትኺ መንታን ክበፅሕለ ሸር ምግባር ከይትርስዒ ልቻናሊ ሓደሽቲ እንድሕር ኮይንክን እዚ ቻናል ሰብስክራይብ ላገበርክን ክትዕበያለ ይደሊ እየ ሰላም